ሰላም ተኸታተልቲ ዳህላክ ሪከርድስ ርሑስ በዓል ፋስጋ እናበልና ሎማዓንቲ ፍልይ ዝበለ መደብ ኢና ሒዝናልኩም መፂና ዘለና ብምክንያት በዓል ፋስጋ ማለት እዩ ኣብ ጎፋ መብራት ሃይል ኢና መደብና ሎማዓንቲ ሕልፎ መሪጽና ዘለና ዝመረጽናሉ ምክንያት ከኣ ቀስ እናበልኩም ክትፈልጥዎ ኢኹም ኣብ ዝሓለፈ መደብና ከም ዝዝክሮ እወ
ኣነ እኮ ማሕበር ኣለና ኣብ መብራት ሃይለ ማሕበር ኤርትራውያን ኢልና ዘውፃናዮ ንኮሮና ዝሓወሙ ጥራይ ዘይኮነ ብፍል ብዝኾነ ዓይነት ሽግር ብናይ ኣናባብሮ ድዩ ወላ ብናይ ሞራላዊ ጎደሎ ዝጎድሎም ሰባት መዓት ነገር ብዙሕ ነገር ሰብ ክሽግሮ ይኽእል እዩ ኮሮና ጥራይ ኣይኮነን ብኸምኡ ኢልና ዘዳላናዮ ማሕበር ጀሚርና ሕጂ እውን ንዓበየ ይኸይድ ኣሎ ካብ ደገ ካብ ካናዳ ኤሮጳ ካብ መዓት እዩ ሓገዝ ዝመፀና እጂ ብኡ እናገበርና እውን ንዓበና ኢና ንመፅ ዘለና ብኸምኡ ኢና ጀሚርና ብሓንሳብ ኣብቲ ሰራሕናሉ ሽዑ ኣብ ናይ ምትሕግጋዝ ዘልዓሎ ነይሩ ማሕበር ጎፋ መብራት ሃይል ዝበሃል ከም ዘሎ ነጊርና ብኡ ኢና ተበጊስና እሞ ካብ ሽዑ መዓልቲ ትዝክራ እያ ሓቂ ዳዊተይ እሳ ብዛዕባኡ ክንዕልል ኢና ከምኡ እውን ኣቦ ወንበር ናይቲ ማሕበር እውን ኣብ ጎነይ ምሳይ ኣሎ ሕሩይ እውን ብዛዕባ እቲ ከይዲ ናይቲ ማሕበር ክዕለና እዩ ማለት እዩ መእተዊ ኮነና ምእንታን እቲ ማሕበር ከመይ እዩ ብትፈልጦ ኣባል እቲ ማሕበር ስለ ዝኾንካ ዳዊተይ ብቐዳሚና ኣልዒልካዮ ስለ ዝነበርካ ሕጂ ከም ዝበልክዎም እዩ ኣሚር ሓወይ እቲ ናይ ኮሮና ጥራይ ዘይኮነ ኢልና ጀመርናዮ ካብ መጀመርታ እቲ ሓሳብ ኣብዚ ዓዲ ነዊሕ ክትገብር ከለካ ብዙሕ ነገር ዝረኣየካ ነገር ኣሎ እንታይ ትሓስብ እንታይ ክትገብር እንታይ የዋፅኣካ ትፈልጥ ግድን ደገ ናይ ዝኸድካ ገለ ጥራይ ኣይኮነን ማለት ብዝኾነ ነገር ሕጂ ገንዘብ ጥራይ ዘይኮነ ሞራላዊ ሓገዝ ሰብ የድልዮ ምስ ክእለቱ ከሎ ምስ ርእሱ ከሎ ገንዘብ ሓዝሮ ወይ ክትብገስ ደል ዝኾነ ነገር ዓቕሚ ዓቕምኻ ከተዋፅእ ከለኻ መግቢ ጥራይ ኣይኮነን ሕጂ ብኸምኡ ኢልና ሓሲብና ካብ ልብና ካብ ኩላና ኣብዚ ዝነበርና ካብ ቀደም ዝነበርናስ ሰብ እንዳመፀ ክመፅእ ከሎ ገለ ተሸጊሩ ንሓግዞ ገለና ተባልና ኢና ዓቢና ሕጂ ከምኡ እናበልና እናበልና እሞ ከም ዓቢ ነገርስ ከም ማሕበር ዜና ቁም በቃ ብዛዕባ መብራት ሃይል ኢልና ንዓበየ ንዓበየ ከዓ ካባና ካባና እንጀመረ ናብ ኣሕዋትና ከይድ ኢልና ንሓሲብና ኣጋጣሚ ከዓ ናተይ ዕድል ከዓ ተረኪቡ ከዓ ከምዚ ኢለ ምተዛረብ ከዓ ኣነ ዳህላ ክሪከርስ ከማን መፅኦም ቴንኪዩ ብጣዕሚ ኣመስግን ሕጂ ብዙሕ ነገር ክሕገዝ ዝደሊ ሰብ የለ ብኣካል ምዝርራብ እዩ ዋና ዝድለ ከምኡ ብላና ከምናት ክሓግዝ ዝደልና ጽቡቕ ኣብ ጎነይ ውን ኣቐድም ኣቢለ ሕሩይ ከም ዝበሃል ነጊረኩም ነይረ። ሙሉእ ስሙን ኣብቲ ከይዲ እንታይ ዓይነት ኣሰራርሓ ዘለዎ ከይዲ ምዃኑን ስርሑ ኣብኡ ከዓ ብዝግባእ ክነግረና እዩ። ሕሩይ ሓውና ኣባኻ። ኦኬ ከም ኣሚር ሓውና ዝበሎ ካብቶም ኣባላት ማህበር ሓደ እየ። ካብቶም ኣባላት ማህበር ሓደ እየ። ከምዚ ኣሚር ዝበሎ መጀመርያ ክትምስረተላ እዛ ማሕበር ፀገማት ናይ ስደተኛ ወይ ናይ ሕወትና ምስ በዝሐ ገለ ካብ ዓሰርተ ገለ ደይንበዝሕ ሰባት ተኣኪብና ኢና ነዛ ማሕበር ኣበጋጊስናያ እቲ ማሕበር ሕጂ ስጋብ ክልተ ሚእትን ሓምሳን ክልተ ሚእቲ ንጡፋት ኣባላት ኣለውዎ። ክልተ ሰሙናዊ ኣብ ሰሙን ኣብ ክልተ ሰሙን ሓንሳብ ሓምሳ ቅርሺ ንኸፍል በዚ ዝተዋሃለለ ገንዘብ ከ ነቶም ፅጉማትና ንረድእ ማለት እዩ ወይ ንበፅሕ ስጋ ሕጂ እውን ስጋብ ቀሊል ዘይበሃል ወገናትና በፅሕና ኣለና ካብ ዝምስረት እዚ ማሕበር ሸሞንተ ትሽዓተ ወርሒ ተገበረ ግን ዕድሚዳ ዋላ ሓፂር ኾነ ዝንበረ እዚ ማሕበር እቲ ተሰርሐ ስራሕ ዓቢ እዩ ብሕጂ ውን ብዙሕ ኣለና ካብቲ ክንገብሮ ኢና ድሓሰብናዮ። ጽቡቅ ኣብቲ ከይዲ ናይቲ ማሕበር ኣንተ ውን ብውልቅና ዕለልካኒ ኔርካ ኣመራርሓ ከም ዘለኹም ኮሚተታት ከም ዘለዋ ነጊርካኒ እሞ ከመይ እዩ እቲ መዋቅር ናይቲ ስራሕኩም? ኦ እዚ ጽቡቅ ሕቶ እዩ ንማንም ክበርሃሉ ዘለዎ ሰለስተ ኣቦ መንበር ኣለና። ቀዳማይ ካልኣይ ሳልሳይ ዝብል ማለት እዩ ኣብ ሰለስተ ቅድሚ ቀዳማይ ምክትሉ ናይ ምክትል ምክትል ካብ ሳልሳይ ማለት እዩ ኮሚቴ ከዓ ኣለዎ እቶም ኮሚቴ ከዓ ኣብ ካብቶም ኮሚቴ ከዓ ኣብ ሰለስተ ተኸፍሉ ኣለዉ እቶም ሰለስተ ክፍሊ ክፍሊ ሜድያ ኣለዎ ክፍሊ ሜድያ ናቶም ስራሕ ኣለዎ ዝኾነ ዝግበር ናይ ማሕበር እሶም እዮም ንዖም እዩ ዝምልከት ዝኾነ ሪፖርት እሶም እዮም ዝዝግቦ ዝኾነ ዝዝገብ ተሎ እሶም እዮም ዝዝግቦ ክፍሊ ምንዳይ ዝበሃሉ ኣሎ ወይም ክፍሊ ርክባት እሶም ከዓ ሽጉር ኣሎ ክበሃል ከሎ ኣባላት ኣለዎም ዓሰርተ ዝኾኑ ኣባላት ካብቶም ኣባላት ዝተወሰኑ ሰባት ሰዲዶም ሽግር ናይቲ ሰብ ይመም ማለት እዩ ሽግር ናይቲ ሰብ እንታይ ዓይነት ሽግር እዩ ምኽሪ ይደልዮ ሞራል ይደልዮ ገንዘብ ሓገዙ ገንዘባዊ ድዩ ወይን ናይ ስራሕ ኣፍደገ ድዩ ሰብ ዝተዓፅዎ እዚ መምዮም እሶም ናብ ናብ ኣቦ መንበር ኣቕርቦ ኣቦ መንበር ከ ከምቲ ዘልዮም ገይሩ ይሕግዞም ማለት እዩ ፅቡቕ ኣብቲ ናይ ክፍሊ ሚድያ ከዓ ናይ ባዕልኩም ቻነል ከም ዘለኩም ፈሊጠ ኣለኩ እሞ ብዛዕባ እቲ ቻነል ወይ ካልኦት ስራሕቲ ናይ ሚድያ ከመይ ኢኩም ትሰርሑ? እወ ኣለውና ካሜራ ማናት ኣለዉ በዚ እዋን በዚ ኣጋጣሚ እዚ ክጠቕሶ ዝደሊ እ፣ ሴም ዝበሃል ኣሎ ኣዝዩ ውፉ እ፣ ፊሊፖ ኣርታይ ወዲ ሃርታይ ብነፃ እዮም ዘገልግሉ። ብናፃ እዮም ዘገልግሉ
ካብ ኩሉም ክርሶዖ ዘይደሊ ናቪ ናቪ ናቪ ሚካኤል ይባላል ንሱ እውን ኣዝዩ ውፉይ ስጋብ ኤዲት ክሳብ ምግባር ብናቱ ዝኾነ ክፍሊት የለን ዝኾነ ዓይነት ጥቕሚ ወይ ረብሓ ዘለዎ የለን ኣብዛ ኣብዛ ማሕበር ኩሉ ተገዲሱ ብናፃ ኣገልግሎት ዘገልግል ኣሎ እዚ ካብቲ ኩሉ ኣነ ክሓስቦ ከለኹ ዝደንቀንን ዘሐጉሰንን ማለት እዩ ነው። ኣብቲ ማሕበር እውን ካልኦት ደቂ ኣንስትዮ ዝሕግዛ ገለገለ ከም ዘለዋ እውን ሰሚዐ ኣለኹ እሞ ብፍሉይ ነጢፈን ዝንቀሳቐሳ ተሃልወን በዓል መን ይህልዋ ኸ
ተሳትፎን ኣለወን ተሳትፎ ኣለወን ሓንቲ ሓደ ክልተ ኣለዋ ረድ- ረድኤትን ሰናይትን ዝበሃላ ኣለዋ ኣብቲ ማሕበር ከምቲ ኣባል ኮይነን ገጹ ኣብ ክፍሊ ኣብ ክፍሊ ሜድያ ኣለዋ ግን ተሳትፎን ብዙሕ ወላ ኣብኣተን ድኸፍላ ኣብቲ ማሕበር ብዙሓት እኳ እንተኾነ ካብተን ብዙሓት ግን እዘን ክልተ ኣዋ ደቂ ኣንስትዮ እየን ሕጂ ኣብ ደቂ ኣንስትዮ ስርሕሉ ዝበላ ብዓል ኸይባውን ሓሳብ መፂናይ እዚ ሓሳብ ተቐቢልና ሕጂ ኣብ ተግባራዊ ክንገብሮ ምቅረባት ኣለና ፅቡቕ
ሕልና ድያ ትብል ብዛዕባ ሕልና ኦኬ እዛ ሕልና ዩቲብ እያ ትብል እስጋ ሕጂ እስጋብ ሓሙሽተ ሽዱሽተ ዝኾኑ ቪድዮታት ዘርጊሕና ኣለና ብኡ ከዓ ፅቡቕ ሕገዙ ኣለዎ ኣብኣ ተቐዲሖም ኣብታ ቻነል እቲኣ ተዘርጊሑ ፅቡቕ ግብረ መልሲ ረኺቦም ከምቲ ትፈልጦ ከዓ ህዝብና ካብ ቀደም ዝነበረ ባህሉ ዓቂቡ እዩ ዝኸይድ ዘሎ ፀገም ሪኡ ስቕ ዝብል ኣይኮነን ከም ህዝብና ጥዑም ህዝቢ የለን በዚ ኣጋጣሚ እዚ ከመስግን ይፈቱ። ጽቡቕ ካልኦት ምንቅስቃሳት ውን ከም ትገብሩ ፈሊጠ ኣለኹ ብፍላይ ድማ ንፍቕሪ ናይቲ ኣብዚ ከባቢ ዘሎ ሰብ ንምባል ተባሂሉ ብጋንትታት ኮይኖም ኩዕሶ ትጻወትሉ ነገራት ኣሎ ብዛዕብኡ ጽብ ገለ በለኒ። እወ ኣብ ሓደ ኣብ ዝኾነ ግዜ ባእስታት ምስ በዝሐ እስከ እንታይ ንግበር ትብል ዝብል ብማህበር ሓሳብ መፂኡ እሞ እዚ ሓሳብ እዚኣ ክሬዲት ክህቦም ዝደሊ ክልተ ሰባት ኣለዉ ወዲ በይነ ሄኖክ በየነን ራሻ ወይን ፊልሞን መስፍንን እዚኦም ካብቶም እዚ ሓሳብ ዘበገሱ እዮም ኣብ ሸሞንተ ጋንታ ኮይኖም ካካብ ኣብቲ ዝወዕሉ ኣከባቢ ወኪሎም ክሳተፉ ንኣስታት ክልተ ወርሒ ዝኾን ስፖርታዊ ንጥፈታት ኣካይድና ብፅቡቕ መንፈስ ከዓ ተወዲኡ ኣጋጣሚ ከማን እስኹም ክትህሉ እኳ ፅቡቕ ነይሩ ኣጋጣሚ ድሕርታ ፍፃሚ ኮይና ሰንበት እዛ ዝሓለፈት ሰንበት እያ ናይ መዛዘሚ ፀወታ ነይሩ ናይ ደረጃ ናይ ሳይድ ከምቲ ኣብ ቪድዮ ዘረኣኹም ብውዕኡ ከምቲ ዝሓሰብናዮ ካብ ዝሓሰብናዮ ንላዕሊ ይኸይድ ኣሎ ብጣዕሚ ተዓዊትና ኣሎ ድብል ካሱ ግን እዚ በቃ ክሬዲት ክበሉ ደሊ ደጊመ ደጋጊመ ፊልሞን ራሻን ሄኖክ በየነን ብጣዕሚ ኣብዚ ንጥፈት እዚ ብጣዕሚ እጃሞም ዓብይ ኣበርክቶ ገይሮም

እሺ ተኸታተልቲ ዳህላክ ሪከርድስ ኣብ ናይ ይርጋለም ገዛ ኢና ናይ ፋስጋ ክንበል መፂና ዘለና ሰላም ድዩ ሻሚ ኣለዉ ዳኣመ ጽቡቅ እስኪ ቁሩብ እስኪ ኣዕልልና ብዛዕባ ይርጋለም ከምኡ ውን ውሉዳ።
ኣነ መጀመርያ ንኣዲስ ኣበባ ሰሪዐ እያ ክትነብር ከምዚ ዘብለኒ ነብሰ ጾር ኮነ ዘይመፀ ኣክታሽ ክሳብ ሕጂ ኣብ ትሕቲ ሰብ እናሰራሕኩ ወይ ተርገረብ ነረ ዕድመን ጥዕናን ሃቦ መብራት ሃይለ ማህበርካ ኣብዚ መብራት ሃይለ ኮነ እናሰራሕ ከለዉ ወደይ ኣብ ምዕባያ ቆልዑት እንዳ ክበኹ ከለኹ ሓገዝ ኢሎም ሒቶምኒ ማሕበር መብራት ሃይለ ምስ ዘበገሱኒ ስራሕ ንእሽተይ ክጅምር ሓሲበ ኣይተሰማምዓንን ንሱ ክኸስር ምጀመርኩ ዘን ሰልዲ ከይጥፋእ ክኾን ኢለ እቶም መብራት ሃይለ ዝሓገዙኒ ገዛይ ተኻሪ ወደ ሒዘ ኮፍ ኢለ ክፍሊ ተኾለ ይከኣልኩ ማለት እዩ እቲ ናይ ሌት ስራሕ ከዓ ኣይደገፎን ሓቂ ምም ከዓ ብንእሽትኡ ከለኹ እየ ወደ ኣርባዓን ሓሙሽተ መዓልቲ ከለኹ እየ እንዳሰብ ምትሓዝ ጀሚሩ እንጂ ከዓ እዞም ዘበገሱኒ ሓቦን ክንዲ ስድራ ኮይኖም ሞራል ሂቦምኒ ክዳን ሰብ እንዳሓጸብኩ ቆንን ናብ ዝበላን እንዳቆነንኩ ገረመነ ክሳብ ሕጂ ኣናኣመስገን ሂወተይ ሳለኦም እየ ግን ተበጊሰ ብጣዕሚ እየ ደመስግኖም ኣበይ እንሻሎ ድዒ ከም ዝመይተት ተሳብ ኮይኑ ተሰሚዕኒ ማዕረ ገዛ ሲንስ ደገ ዝሓደርኩሉ ቆልዓ ሒዘ ነፅ ህፃን ግዜ ነይሩ ሕዋትካ ግን ሕዋትካ እዩ ማሕበር መብራት ሃይል ብጣዕሚ ኣናዒ ፅቡቅ ገይርሃለይ ብዝያዳ ሕሩይ ሃሜ ዝበሃል ኣሎ ካብኡ ካልኦት እውን ኣሕዋቶም ኣለዉ ካብቶም ማሕበር ኮሚቴ ዝበሃሉ ብጣዕሚ እዮም ጎዮሙኒ ኣብ ዝረኸቡኒ ሰዓት ታጆኹ ኣለንሕና ኣብ ጎንኺ ኢሎም ሞራን ተስፋ እንዳሃቡ ማለት በዛ ዘላቶም ሰኣምና መስገን ክማስ ከም ተቢዐ ህይወት ውላዴ ክዕበ ባዕለ ሓቂፈ ገዛይ ተኻሬ እፎይታ ኢለ ዝሓድረሉ ውላዴ ሓቂፈ እሶም እዮም ገይሮምሉ ማሕበር መርቃታ ማለት እዩ ብጣዕሚ እየ ደመስግኖም እሞም ማት ኩሉ ናይ እግዚኣብሔር ፍቓድ ኮይኑ ሰም ከዓ ኣብ ትሕቲ እግዚኣብሔር ኮይኖም ናይ ስድራ ኮይኖም እዮም ብጣዕሚ እየ ዘመስግኖ ከም ዝመስልቲ ህይወተይ ኣብ ሕማቕ ህይወተይ ተኸይ ነይረ ካብኡ ንኸእለ ግን ሓቂ ተሓሽ ብጣዕሚ እዮም ሓጊሶም ፅቡቅ ሻሙን እናጎበዘ ይብል ሓቂ ሻሙ ክዳን ናመስገን ናመስገን እቲ ዳቦ ይስለን ጽቡቅ ቆልዓ እዩ ፈጣሪ ዕድመን ጥዕናን ይሃቦ። ርግሽ ሓፍተይ ኣጆኺ ኩሉ ብኸምኡ እዩ ሓሊፉ ብጸገም ዘይሓልፍ ሰብ የለን። ዳህላክ ሪከርድስ ከኣ ኣብ ከምዚ በዓል ምሳኺ ከነብዕሎ ክንተሓጋገዝ ኢልና ኢና መጺእና ሓገዝ ክትብሎ የጸግም እዩ ግን እቶም ዋናታት ናይቲ ቻነል በዓል እስካብ ምስ ካልኦት ነሕልፎ ምስ በዓል የርግሽ ሓፍትና ደይ ነሕልፎ ኢሎም እዮም ናብዚ ንክንመፅእ እዚ መደብ ኣዳልየሞ እሞ በዚ ኣጋጣሚ ርሑስ በዓል ክኾነልኪ ይምነ። ንኣስቤዛ ዝኸውን ብወኪልና ብፍሩይ ዝሰደድዎ ኣሎ ንዕኡ ንበዓል መውዓሊ ዝኸውን እዩ እምበር ከም ብዙሕ ነገር ኣይኮነን። ግን ንስኺ ኣጆኺ ኣብ ጎንኺ ኣለና ይብሉኺ ስለ ዘለዉ ርሑስ በዓል እውን ደጊመ ደጋጊመ ይምነየልኪ ማለት እዩ። ሓቢር ምኹላትና ንሶም ከዓ ኣምላኽ ዘጥፍኡ ትርካ ኣሎ እዚ ኸርኡስ ኣምላኽ በቃ የቃንዓሎም። ክንዲ ንሰናይ ተግባር ንጽቡቕ ተግባር ዋላ ንኣኻትኩም ዋላ እቶም ብደገደሎ ዝያዳ ብዝያዳ እዞም በዓል ሕሪ ኣብ ጎነይ ኮይኖም ካልእ ዝተፍታ ደው ኢሎም ከማን ርግኦ ሓፍተይ ከመይ ኣለኺ ደሓን ዲኺ ጠፊእና ክንመጸኪ ኣለና ከምዚ ኢሎም ተስፋ ክህቡኻ ከሎ ሞራል ኾኑ እዩ ነቲ ሰብ ማታ ብጣዕሚ እየ ወዲቓ ነይረ ግን ኣምላኽ መስልን ኣረ ሕሪ ካብታ ዝፈልጠኒ ሰዓት እንደ ከመ ቦይ እዩ ንዓይ ጎይይ ሕሪ ሓወይ ከምዚ ኣጆኺ ከምዚ እዩ ከምዚ እዩ ምሻሎ ንኹሉ ነገርስ ከምዚ ልዕሊ እቶም ዝፈልጡ ንብትቲ ዝነበሩስ እስ ንዓይ ፀግዒ ኮይኑኒ ኣለዎ ዋላ ካልኦት ምስኦም ዘብሉ ግን ኣብ ተገዳስነት ዋላ ደው ኢሉ ድሃይ ክሓት ከይዱ ቆልዓ ከኸመይ ኣሎ ዋላ ኣብ ዝረኸበኒ ሰዓት ኣጆኺ እንዳበለ መብራት ማሕበር መብራት ሃይል ምስ ኣበገሱና ኣምላኽ ይመስገን ብቻ ኣምላኽ ዘጥፍኣሎም ተካሎም ቶም ሰናይ ተግባር በዓል ኣውደ ዓመት ኢሎም ኣሕዋቶም ከም ዘለዉ ስለ ዝፈለጡ እዮም ከምኡ ገይሮም ማለት ደሓን ተመስገን እዩ ዝብሎ ንኣምላኽ ንኹሉ ነገር
ኣጆኺ ኩሉ ሓላፋ እዩ ርሑስ በዓል እናበሉ እቶም ዳህላክ ሪከርድስ ወኪል ገይሮም ዝሰደድዎ ኣሎ ንወደ ኣመት መብዓል እዩ ብዙሕ ኣይኮነን ግን ብዓቕሞም ንዓ ኣብ ጎና ኣለና ንምባል እዮም ልኢኾሞ ደለዉ ስለዚ ሕሩይ ሓውና በዓል ክረክበኪ ማለት እዩ ሕራይ ብምክንያት ኣውደኣመት ዳህላክ ሪከርድስ ገይረሞ ለለው ኣስተዋፅኦ ኣብ ፅቡቕ ነገር እዩ እሞ እዚ ሶም ገይረሞ ዘለው ካልኦት ቻነላት ከዓ ክስዕብዎም በዚ ኣጋጣሚ ዝላቦ ሰናይ ነገር እዩ ንሰብ ምርዳእ ንሰብ ኣብ ፀገሙ ምብፃሕ ሰናይ ነገር እዩ ነዚ ሰናይ ነገር ከዓ ካብ ዳህላክ ሪከርድስ ክስዕብዎም ናቶም ኣርኣያ ናቶም ኣሰር ስዒብና ክንከይድ ንኹሎም ቻነላት እላቦ። ከምቲ እሳ ዝበለቶ ኣምላኽ መልቢ ይሃብኩም። Thank you.
ዓቢ ከም ኣርቲስት ንዝብሎ ኩላትና ንተሓባበር እዩ ዘለና ዜና ጥራይ ብጣዕሚ እዩ ዝምስገን ያን የለን ብምክንያት በዓል ፋስጋ ተሕልፍዮ መልእኽቲ ተሃሊዩኪ ቢሽ ዓድል ክበኪ
መጀመርያ ብጣዕሚ እየ ዘመስግን ርሑስ ኣውዳኣመት ንኩላትና ይግበረልና ብሰላም ብፍቅሪ ብሓጎስ ናይ ሓጎስ ኣውዳኣመት ይግበረልና ንዓመተ ከምዚ እዋን ከም ኣሕዋት ተሓቋቂፍና እንዳሰሓቅና እልል እንዳልናን ንሕልፎ ሓጎስ ይግበረልና ኣምላኽ ምስ ኣሕዋትና ምስ ስድራና ምስ ኩሉ በቃ ብሓፈሽኡ ብዓብይኻ እዞም ዝገበሩልና የሕዋትና ከዓ ኣምላኽ ሓግዞም

እዞም ኣውደኣመት ብምኽንያት ብምግባር ኩሉ ግዜ ክንሕግዝ ዘለና ግን ኣለናልኩም ኣብ ጎንኹም ኢና ተልናዮም ኣብ ጎጎንና ንለዉ ሰባት ፀገም እናተቐርፈ ስለ ድኸይድ ብዝተኻእለና መጠን ናይ ምትሕግጋዝ ናይ ምክእኣል በዓል ክኾነልና ደጊምና ደጋጊምና ብሽም ዳህላክ ሪኮርድስ ክንምነ ንፈቱ ማለት እዩ። ደጊምና እውን ርሑስ በዓል ፋሲጋ ይኹነልኩም።

ሕራይ ተኸታተልትና ኣብ ዳህላክ ሪከርድስ ናይ በዓል ፍሉይ መደብ ኣብ ምክትታል ትርከቡ ኣለኹም ሕጂ ድማ ሓደ ሓውና በዓል ፋስጋ ንምኽባር ናብኡ መፂና ኣለና በዓሉ ከላልየና እዩ ኣብዚ እውን ሓደ ፅቡቕ ፈጣን ቆልዓውና ኣሎ እሱ እውን በዓሉ ክዓለና እዩ መጀመርታ ዳንኤል ዳንኤል የማን ይባል መጀመርታ ናባይ መፅኦም ረኸብሮ ብጣዕሚ የመስግን ካልኣይ ከዓ ርሑስ ኣውደኣመት ማለት እዩ። መጀመርታ ኣነ ዳንኤል እዚ ከዓ ብሩኽ ይበሃል ወዲ ሓፍተይ ፅቡቕ ብሓንሳብ ኢና ንቕመጥ ዓዲኡ ኣብዚ ዓዲ እያ ዘላ ኣብዚ ብሄረ ፅገ ዝበሃል ማለት እዩ ንሕና ኣብ ዘላ- ኣብ ዘለናዮ ቦታ ማለት እዩ ጎፋ እዩ ዝበሃል እቲ ንቕመጠሉ ክልቴና ኢና ንቕመጥ ሕጂ ካብ ኣስመራ በይነ ይመፅ ወላ እሳ ኣዲኦ ክትመፅእ ከላ ኣብ ሱዳን እያ መፅያ ኣብ ዩቲብ ገለ መለ ገለ ፅኦማ ነያ ነዲኡ ማለት እዩ ቅድሚ ንዓይ ምልክኣ መጀመርታ ምሳይ ነያ ሸው ንበይና ገዛ ተቐመጥ ነያ መጀመርታ ክትመፅኣላ ናብዚ ዓዲ ደሓን እያ ነይራ ደሓር ግን ኣጋጣሚ ኣነ ምስ ዕሮተይ ጥልፊ ግልምል እንዳሰርሓን ቅድሚ ማህበ ምራት ምምፃይ ማለት እዩ ኣብ ጨርቆስ ኣብ ሓፍታ ሓይማ ኣላ ብልግል ኢሎም ይፅውዕኒ ማለት እዩ

ኣብ ዝኾነ ባዕለይ ዓብየ ባዕለይ ከ ሰሪሐ እየ ዝነብር ማለት እዩ። ወላ ኣብ ኣዲስ ኣበባ ካብ ዝኣቱ ሓንቲ መዓልቲ ተሓዊለ ኣይፈልጥን። ግን ኣምላኽ ይመስገን ሰሪሐ ስለ ዝኣቱ እታ እዚ ገዛ ኸራይ እዚ ወላ ካልእ ክ- ክገብር ኣይከኣልን ግን እታ ዓቕመይ ናይ መግበይን ናይ ገዛይን ባዕለይ ዝኸፍል ማለት እዩ። ካብ ሰብ ገዝ ሰብ ኣይርን ኣምላኽ ይመስገን ሙሉእ ዕድመ ካልኣይ ካብ ብዙሕ ዕሮክተይ ወላ ፈተውቲ ስለ ዘለዉ ዋላ ኣብ መብራት ዘለዎ ዋላ ኣብ ካልእ ጎተራ ዘለዎ ኣሎ ፅቡቅ ስራሕ ዘስርሑን እዩ ዘንቀሳቀሱን እዩ ኣጆኻ ዝብሉ ገለ ብፍላይ ኣብዚ ዓድኻ ብፍላይ ካብ ዝኣቱ ቀን መጀመርታ ዝሰራሕ ኩሉ ስራሕ እንዳ ቢላሮ ይሰርሕ ነይሩ ከምዚ ተቆፂረ ማለት እዩ ካብኡ መከፋፈሊ ሄኖክ ዝበሃል በዓል ጭርሖ ገለ ዝበሃል ማለት እዩ ካብኡ ከዓ ቁሩብ ሴፍ ገብር ስለጀመርኩ እዛ ሌስትሮ ናተይ ብሓፂን ኣስሪሐ ማለት እዩ እዚኣ ቁሩብ ፅቡቅ ስራሕ ስለዘላ በዚኣ ይሰራሕ ካልእካ ዝኾነ ረብሓ ዘለዎ ድሕር ሪባም ስጋብ ጨርቆስ ኣለዉ ፍሉጣት በዓል ወዲ ዓሊ ገለ ገለ ዝበሃል ኣሎ ኦ፣ ከምዚ ሸቓቕ ገለ ገለ ገለ የዕሩ እዮም ኦ፣ ኦ፣ ኣብኡ ቱቦ ገለ ተጋጣጥም ገለ መለ ንመዓልቲ ስጋብ ሓሙሽተ ሚእቲ ኣርባዕተ ሚእቲ ገለ መለ ግን እዚ መዓልታዊ ዘይኮነ ከምዚ ክበዝሖ እንከሎ ይድውሉልካ ሃገስ ክንቀሳውሶ ደሓን እዩ ከዓ ሓደ ክልተ ከዓ የዕሩኽተይ ዝኾነ ናይ ሻሂ ኣጆኻ ገለ ገለ ዝብሉና ኣለዉ ብብዝሒ ከዓ ክልተ ኣለዉ ሳሕስሕቲ ኢሎም ዘይኮኑ ኩሉ ወላ ብገንዘብ ጥራይ ዘይኮኑ ወላ ተስፋ ዝህቡ ተስፋዎት ዝዓበየ ዝዓበየ ተስፋ እዩ ብተስፋ ኢኻ ትነብር ዝኾነ ወላ ስራሕ ሰብ ካብ ገንዘብ ላዕልስ ስራሕ ዘምጻልካ ዘንቀሳቐሰካ ድሕር ኮይኑ ብፍላይ ክልቲኦም ከመስግኖም ብጣዕሚ ፋንን ሰመረን እዮም ዝበሃሉ ስራሕ እዩ ማጽብቅ እሶም ጎተራ እዮም ዘመጡ ካብ ኣስመራ ስለ ዝፈልጡ ንነብሩ ብንእሸይ ገለ ከለኹም ኣብቲ ኣልባ ዝበሃል ከባቢ ስለ ሰራሕ ስለ ነበርኩ ወላ ኣብዚ ኣጋጣሚ ዕድል ኮይኑ ኣብዚ ከዓ ሶም እዮም ዳርጋ ሶም እዮም ዘንብሩኒ ዘለዉ ማለት እዩ ወላ ብተስፋ ይኹን ወላ ብገለመለ ማለት እዩ ፅቡቅ ሃፍትካ ሕጂ ከመይ ደረጃ ኣላ ሓፍቲ ሕጂ ካብቲ ዝነበረቶ ኣሁን መሊሳ ሕጂ ሓቂ ዘረባ እዚ ናይ ኣዲስ ኣበባ ብጣዕሚ ከቢድ ንውልቃ ክነብር ትኸእል

በዚ ሞጎስ ዝብሃል ሳልኡ ስጋብ ተወሰነ ጽቡቕ ደሓን ዝኾነ ገዛ ካብ መሓዙታ መሓዙታ እዮም ኣማጽኣኒ ኣነ እዚ ኩሉ ኣይፈልጥን ቲቫ ገለመለ ጌራ ንዓይ ሓፍተይ ብዙሕ ምሳይ ስለ ዘይትቀራረ ወዳ ምሳይ ስለ ዝነበረ ኣነ ገዲፋትኒ ናብ መሓዙተይ ስለ ዝቐደል ግን ወላ ካባይ ሪሒቃ ከላ ወላ ሞጎስ እናሓገዛ ገለ ከሎ ይከታተላ ሞጎስ ኢንተርቪው ኢንተርቪው ወጺኣ ነይራ ማለት ናይ ኣእምሮ ችግር ኣለዋ ካንሰር ገለ መለ ገለ ሕማም ሕጂ ወኪል ናታ ዓወት ዝበሃል ኣሎ ኣና ከ ሓደ ክልተ ከ ብዖም ስለ ዝፈልጦም ስለ ዝከታተላ ኣብቲ ጎረቤታ ማለት ስቲል ነው ማለት እዚ ሰስ ተወራ እቲ ሰብ ዓቕሙ ሓጊዝዋ ግን ኣ ዝኾነ እሳ መዘናግዒ ኢላ ወይ ዝኾነ ንብረት ገዚኦምላ ማለት እዩ ብፅቡቕ ክስታይ ሕጂ ግን ሓቂ ዘረባ ብጣዕሚ ኣዘን ክልተ ወርሒ ሓቂ ኣይሓስበካኒ ብጣዕሚ ከባድ ንዓይ ነይራ ቁሩብ ትርር ዝበለት ካብ ዝመፃኹ ኣብዚ ዓዲ ዝተሳቐልኩ ዝተሳቐኹ ማለት እዩ እዘን ክልተ ወርሒ ሳላ ስራሕ ገለ ስላ ኣጋጣሚ ብሰበ ሰብ ብዙሕ ወላ እዘን ሪስትሮ ማለት ዳርጋ ክልተ ወርሒ ጠፊኣን ናብ ካልእ ናብ ረብሓ ዘለዎ ከምዚ ቀልጢፈ ክ- ገንዘብ ክሽፍነሉ ዝኽእል ማለት ምክንያቱ ናይ ገዛ ክልተ ወርሒ ምሉእ ናይ ሓፍተይ ጸኒሕኒ ናይ ገዛ ሓፍተይ ኣጋጣሚ ከም ዝበልኩ ኮይኑ ሰብ ኣዕሩኽትኻ ካልእ ሰሪሕኻ ድሕር እትኣቱ ድሕር ፈሊጦም ኸኣ ኣይሕግዙኻን እዮም። ዋው ትኽክል ምሳይ እኮ። ምሳይ ኣብዚ መብራት ኣነ መብራት ምሳይ ዝውዕሉ ሽሪክ ዝበሃል ማለት እዩ። እሱ እዩ ከማኒ ሓጊዝኒ ክልተ ሽሕ ዝኾነ ብኹሉ ከምዚ ኣስቤዛ ግበረላ ዋው ኣጆኻ ዳኒ ሓወይ። ገለ ገለ ዝብሉንስ ኣለዉ እምበር እዚ ክልተ ወርሒ ሓቂ በዚ ከቢድ በዚ ናታ ገዛ ክራይ ትኸፍል ቅድሚ ሕጂ ዘይተረዳኒ ነገር ናተ ማለት ናተይ ጥራይ ስለ ዝገብር ነበርዎ ሰሪሐ ኣብ ደስ በለና ኣብቲ ድለይተ ይገብር እታ ናይ ክስታይ እቲ ናይ ዩቲብ ኩሉ ጠጠው ምስ በለ ግን እታ ቆልዓ ዓቕሚ ስለ ዘይብላ ሞኻ ክሰርሕ ስለ ዘይትኽእል ዝኾነ ሰብ ክትረዳዳእ ኣይትኽእልን። ሳላ መብራት እዩ። ኣብ መብራት ሰብ ድሕር ሳላ ዝፈልጠ ንዓይ ንዓ ስለ ዝፈልጣ ሓደ ካብ ሓደ ገለ እያ ተቐበል ወላ ኣነ ከዓ ቁሩብ ሕግዛ ማለት እዩ እዘን ክልተ ወርሒ እምበር ካልእ ኣምላኽ ይመስገን
ሰሪሕኻ ድሕር ኣቲኻ እወ ቢያንስ ወላ ክትቅየር ድሕር ዘይትክእል ኮንካ ክትነብር ግን ትክእል
ከምቲ ዝበልካዮ ከዓ ኣብ ሂወት ኩላትና እንዳተሓገዝና ኢና ዓቢና ካብ ታተ ጀሚርካ ስድራኻ መማህራንካ ምሕጋዝ ዘሎ እዩ ኣነ ብገፅካ ዝሪኦ ዘለኹ ዳኒ ሓወይ ፅባሕ ንግሆ ሓጋዚ ከም ትኸውን ምንም ጥርጥር የብለይን ብፍላይ ብስራሕ ኣብቲ ዝደለኻዮ በፂሕካ በዚ ኣጋጣሚ ብሩኹን ብጣዕሚ ፈጣን ቆልዓ እዩ ባዕሉ ክነግረና እዩ እስኪ ንተዓዘብቲ ከላልዮም መን ሽምካ

ዳኒ ኣበይ ደሎ ዳኒ ዋንዴ ዳኒ ኣበይ ዳኒ ናኒ ዘሎ ገራን ኣብ ዝኾነ ሸገለ ስለምፃ ይርኤካ ኣድናቂ እዩ በዚ ኣጋጣሚ ተዓዘብትና ትርእዎም ኣለኹም ዓብ ተስፋ ኣለኒ ኣብ ብሩክ ከምኡ ናብ ዳኒ ፅቡቅ ነገር ኣብ ቀፃሊ ብስራሕ ብኩሉ ነገር ተለዊጦም ዝሓሸ ፋሚሊ ወይ ዝሓሸ ስድራ ከም ዝኾኑ ኣይጠራጠርን ዳና ሓወይ ሎም መዓንቲ ፋስጋ እዩ ፋስጋ መፂና ኣለና በዚ ኣጋጣሚ ንሕሩይ ከምኡውን ንዳዊት እውን ኩሉ ግዜ የመስግኖም እየ ኣብቲ ማሕበሮም ፅቡቕ ምንቅስቓስ እናገበሩ ኣለዉ። ዳህላክ ሪከርድስ እዩ ነዚ መደብ ኣዳልይዎ። ዳህላክ ሪከርድስ ከዓ ንዞም ካልኦት ቻነላት ወይ ካልኦት ሚድያታት ኣብነት ንምዃን ንበዓል ኣጆኻ ኣብ ጎንኻ ኣለና ንምባል ኢና መፂና ኣለና። ንኣስቤዛ ዘዳለውዎ እውን ኣሎ እዩ። እሱ ብወኪል ሕሩይ ኣቢሎም ክህቡኻ እዮም ማለት እዩ። ኣብ ቀፃሊ ግን ከምቲ ዝበልኩኻ ካባኻ ብዙሕ ስለድፅበ

በቃ ፈጣሪ ንሻም ወላ ክዛረቦ ከማኒ ስተ ካብ ዓቕሚ ኢላ ግን ብጣዕሚ እንዳመስገንኩ ከምዚ ብርሃን ኣውዳመት ምስ ብርሃን ዝወዓልኩ እንዳመዝጎንኪ ብጣዕሚ ብፍላይ ነታ መደብ ዝኣብ ማዕረ ክንዲ ዝገበርኩኒ እንዳመዝጎንኪ ከይመዝጎንኩ ክሓልፍ ኣይክእልንገጠርኒልና ኣጆኻ ዳና ሓወይ ኣብ ቀፃሊ ኣብ ዝሓሸ ክንራኸብ ኢና ኣብ ዝሓሸ ናይ ህይወት ደረጃ ማለት እዩ ንሕና እውን ብጣዕሚ ኢና ነመስግነካ እቲ ናትካ ጥንካረ እውን ኩሉ ግዜ ክንሪኦ ተስፋ ንገብር ርሑስ በዓል ደጊመ ክብለካ እፈቱ። ተኸታተልትና እውን ኣብ ዘለኹሞ ነዚ ትከታተሉ ስለ ዘለኹም እናመስገና ደጊምና ደጋጊምና ርሑስ በዓል ክንብል ኢና። ኣብቲ ካልእ ቀጻሊ መደብና ክንሰግር ኢና። ሰናይ ምክታል ምሳና ኩን።

ነዚኣ ትኸውን ዓቕሚ ተረኺበ ግን ሕጂ ውን ደጊመ ሳይ ዝብል ካሊእ ድሌት የብለይን መጀመርያ ጥዕናይ እንደገና እታ ናይ ገዛይ ሳላ ክረኺበ ሓንቲ ወርሒ እንድሕር ሰላም ረኺብካ ባዕልኻ ከኣ ትፍሕር ስጋብ መዓስ ኢኻ ግን ንሰብ እንዳበልካ እዛ ርሑስ ፋሲካ ኣብ ዶፋ መዋእል ትንበረለይ ዝብል ከንብዕል ተረኺበ ኢንተርቪው ምግባረይ ናባኹም ከንብዕል ምዝርጋሐይ ደስ ዝብለኒ

ሪኦም ዝኾነ ነገር ከም ዝገብሩ ተስፋ እገብር ኣነ ውን ኣባኻ ተስፋ ኣለኒ ኣብ ናብ ስራሕ ተመሊስካ ናብ ሙሉእ ጥዕናኻ ተመሊስካ ዝሓሸ ከም ትኸውን ፈጣሪ ተሓወሶ ክብል ኣሜን። እሞ እዚ በዓል ንኣብዕል ናይ ክንርከብ ዘለና በዚ ኣጋጣሚ እዚ መደብ እዚ ዳህላ ፕሪንተርስ እዩ ኣዳልይዎ ዘሎ ብሕብሪ ሓውና ኣቢሉ እውን ናይ

እዚኣ ክሰምዖ እየ ዝደሊ ካልእ ግዜ በዚኣ ዝመጸት በዛ ሕጂ እትሪ ዝነበረት ብሃራት ዝርከብ ዝነበረታ ሕሩይ ተሓወሶ ኣሕዋተይ ተሓወሶ ሰብኣይ ኮይነ ነብሰይ ክኢለ እዮብ ናይ ቀደም ንበይኑ ታሽም ኣብ ደረታ ኮይና እታ ታይዳ ግን ብጸጋም ነበረት ናብ የማን

ነዛ ማሕበር ናይ ጎፋ ነዛ ይግበሩለይ ሕክምና ይግበሩለይ ዘለዉ ከመስግን ዝደሊ መጀመርያ ብዓብዩ ንፈጣሪ ካልኣይ እታ ቀደም ዝነበርናያ ሰላም ፍቕሪ ኮይና ኣብ ሓንቲ ከም ቀደምና ሰላም ንረኽበላ ንኹላህና እየ ዝምነ ብፍላይ ከም ረፋሒናዮ ዘለና ሕጂ ተኣኪብና ከም ቀደምና ኩዕሶና ይኹን ስራሕና ይኹን ከምታ ዝነበርናያ ክንራኸብ ይምነ ኣምላኽ ይግበረልና ንኹላትኩም ሰላማትኩም ርሑስ በዓል ፋሲካ የቐንየለይ የመስግን ርሑስ በዓል ደጊመ ደጊመ ደጊመ ንሕና እውን ርሑስ በዓል ክንብለካ ንፈቱ ብሽም ዳይሬክተር ሪከርድስ ከምኡውን ብሽም ተዓዘብትና ማለት እዩ በዚ ኣጋጣሚ ተኸታተልትና ኩሉ በብውልቁ ናይ በዓሉ ፀገም ኣለዎ ንፀገም ግን ክትጎኑ ዘሎ ሰብ ክሕግዞ ተዘይኪኢሉ ካልእ ጸገም እንዳተደረበ እዩ ዝኸይድ እሞ ከምዚ ንእዮብ ሓውና ዝገብርዎ ዘለዉ ዳህላክ ሪከርድስ ንኻልኦት ውን ኣብ ጎንና ዘለዉ እናተሓጋገዝና ክንከይድ ከም ዘለና ክንላቦ ንፈቱ በዚ ኣጋጣሚ ካልእ ውን ከም እዮብ ሓውና ብውልቁ ኮይኑ ኣብ ጸገም ዘሎ ግን ኣብ ካሜራ ክረኣ ፍቃደኛ ዘይኮነ ሓውና ውን ብተመሳሳሊ ከም ናይ እዮብ ዳህላክ ሪከርድስ ሓገዝ ሕሩይ ኣቢሎም ውን ኣበርኪቶምሉ ኣለዉ እሞ በዚ ኣጋጣሚ ንዳህላክ ሪከርድስ ደጊምና ደጋጊምና ከነመስግን ንፈቱ ንተዓዘብትና ውን ርሑስ በዓል ፋስጋ ክንብል ንፈቱ እዮብ ሓወይ ብጣዕሚ የመስግን ንእዮብ ውን ርሑስ በዓል ክኾነልካ ይምነ የቀንየልና። ኣሜን ሓንቲ ኤምዲሕስ ክዛረብ እሞ ቡድድ። ኣነ ክብል ዝደሊ ነዛ ሪከርድስ እዚኣ ከመይ ከም ዘለኹ ሕማቅ ከም ዘለኹ ማንም ኩሉ ይፈልጠኒ እዩ ዝሕባላ ነገር የብለይ ርኢት እያ ማንም ይፈልጣ እዩ ኣብ ኩሉ ኣብ ደገ ዘሎ ኣብ ኣስመራ ዘሎ ኣብ ኣዲስ ኣበባ ዘሎ ሕማቅ ከም ዘለኹ ማንም ይፈልጠኒ እዩ ሕጂ ተገምጢለ ሕማቅ ኣለኹ ኢለ ካልእ ክዛረብ ወይ ክሕሱ ኣይደልን ርኢት እያ

ምናልባት ካልኦት ድምስገኑ ተሃልዮም እውን ናይ ምስጋና ዕድል ክበካ ከምኡ ናይ ርሑስ በዓል ፋስጋ መልእኽቲ ተሕልፈሉ ፅቡቅ እዩ ምስጋና ካበልካኒ ኣብዝላ ዳርጋ ኣደ መብራት ክትብላ ኣደ መብራት ክትበሃል ተበልኳስ ዝካበድ ኣይኮነ ምሕረት እያ ትበሃል ምሕረት እንዳፋጠ ካብኣ ትሒዝካ ብኣ ርእቲ ዓንገለ ብኣ ድሓለፈ የለ ብጣዕሚ ከምዚኤን ሰባት እዚኤን ይብዝሓልና ብጣዕሚ በቃ ካብታ ዘለዋ ረኺባ ኣይኮነትን ዕፅፊ ድርብ ስለ ዘለዎ ኣይኮነትን ግን በቃ ናይ ምሃብ ባህርያሲ ዝፀንሓ ይመስለና ካብ እና ብጣዕሚ ኣብነታዊት ጓል ኣንስተይቲ እያ ምሕረት ብልምዲ ምሕረት ፋታ ኢና ንብላ ምሕረት ኣደ ተትበሃል ከማን ብጣዕሚ ሽጉር ኣሎ ተሰሚዓ ገንዘብ ኣይትሓትትን ወላ እንድሕር ኣንቢባ ኣይኮነን ገንዘብ የብለይን ኢልካያሲ ኣንቢባ ከማን ብላዕ ክሶ ብላዕ እስከ ከምዚ ኢላ ባዕላ ክተክሰተ ተዋሰ እዚ ምግናን ዘይብሉ ማንም ክምስክሮ ዝኽእል ተግባር እዩ እና ንምሕረት በዚ ጋጣሚ እዚ ኣዝየ ደመስግና ኣመስጊነ ናይ ምስጋና ክባ ኣምላኽ ትሕዝቶ ክኹን ኩሉ ሳይክ ይምላኣል ክብል በዚ ጋጣሚ እዚ ኣብቲ ናይ ኣውዳመት ክሳብ ዝሕልፎ ንኩሉ ህዝቢ ኤርትራን ኣብ ውሽጥን ኣብ ደገን ዘሎ ንዓመታ ከምዚ እዋን ከዓ ኣብቲ ሃገርና ብስደት ኣብቂዑ ኣብቲ ሃገርና ብሓንሳብ ተኣኻኺብና ንሕልፎ በዓል ይግበረልና እዚ እዚ ክብል ጽቡቅ ኣብ መወዳእታ ቅድሚ ምስንባትና ኖሪ ሓወይ ናይቲ ማሕበር ቀጻሊ ዕላማ እንታይ እዩ? እወ ከምቲ ብግልኻ እኳ ኣዕሊለካ ነይረ እንደ ናይ ቀጻሊ ከምዚ ማሕበር ናታ ቤት ምግቢ ወይ ሬስቶራንት ክትገብር መደብ ኣለና ምስ ውተኣሳሰሮም ኣለዉ እዞም ንኣሽቱ ቆልዑት ካብ ኣብ ዘይደልየ ግዜ ግዚኦም ኣብ ዘይተደልየ ግዜ ካብ ዘጥፍእዎ መማራን ሓሙሽተ መምህራን ረኺበና ረኺብና ኣለና ፍቃደኛታት ኮና ወለንታሪ ብክሰ ክምህራ ሕጂ ንኣና ዓንቂጹ ሒዝና ዘሎ ጉዳይ ፋይናንስ እዩ ጉዳይ ፋይናንስ ከምቲ ዝድለ ዋላ ኣብ ኢድና ዘሎ ሓደ ጸብጻብ ገርና ናይ 80 ሽሕ ተለና እዚ እኮ እዚ እውን ንዝመፅእ ክሳይ ሒዝናዮ ስለ ዘለና ሽጉራት መዓልታዊ ዝመፁና ስለ ዘለዉ ነዚ ገዲፍና ናብቲ ሓሲብናዮ ዘለና መደብ ከይንኸይድ እቲ ናይ ፋይናንስ ጉዳይ ሒዝና ዘሎ ኣብ ዝመፅእ ግን ከም ንገብሮ ርግፀኛ እየ ክንዕወተሉ ኢና ከምቲ ካልእ ተዓወትናሉ ፅቡቅ እሺ የቀንየልና ልክዕ ከምዝበሎ እዩ ዑሩይ ኩላትና ኢድ ኢድ ካተልና ኢና ኩሉ ነገር ክልወጥ ዝክእል እዩ ዝብሎ።

ብጣዕሚ ክምስግኖም ዝደሊ ከምቲ ቀዳማይ ዝውን
ፅቡቅ ናይ ርሑስ በዓል ከምኡ እውን ተመስግኖም ተሃሊካ ዕድል ክበል
ከመስግኖም ዝደሊ ነቦ ዮሃንስ ንሓወይ ሚካኤለ ንሓፍተይ ሱዚ ብዓብዩ ካብ ከምዚ ዓይነት ዘጥፍና ከዓ ሉል ቴድሮስ ኣላ ክፍሉ ዳኘው፣ ከምዚ ዓይነት በቃ ከምዚ እናበልና ኢና ዓብ ኩላትና ክንዓቢ ኣኽኢልና። ከም ስነጥበባውያን ጥራይ ዘይኮናስ ከም ሰብ ኮንካ። ስነጥበባዊ ጥራይ ዘይኮነ ይኮን ልክዕ ከም ሰብ ግን ንሰብ ክትሕግዝ ኣለካ። ዝወደቐ ዘይኮነስ በቃ ወላ እቲ ዝጠመየ ኣብታ ዘላቶ ተኸተል ኣለካ። ከምኡ እናበልና ስለ ዝዓበና ኢና ስለዚ ነዚኦም ዝጠቐስካዮም ርሑስ በዓል ትብሎም ማለት ብጣዕሚ ርሑስ በዓል ብጣዕሚ እዩ። በዚ ኣጋጣሚ ኣነ እውን ዳዊት ሓሳብ ኣምፅዎ ከምዚ ክውን ኮይኑ ንክረአ ስለ ዝሓገዘና ዳዊት ሓወይ ብሽም ዳህላክ ሪከርድስ ከመስግነካ ፈቱ ከምኡ እውን ሕሩይ ሓወይ እ፣ ነዚ መደብ ፅቡቕ ንክኸውን ብዝተኻእለካ መጠን ፅዒርካ ኩሉ ዝገበርናዮ ኣብ ጎንኻ ኣብ ጎን- ኣብ ጎንና ኮንካ ስለ እ፣ ምሳና ዝፀናሕካ ካብ ብልቢ የመስግን ከምኡ እውን ርሑስ በዓል ፋሲካ ክኾነልኩም ይምነ በዚ ኣጋጣሚ ትከታተልዎ ዘለኹም ተኸታተልትና ውን ርሑስ በዓል እናበልና ከምዚ ዝበልዎ ንሰብ ምሕጋዝ ካብቲ ሰብ ትሕግዞ ንላዕሊ ናትካ ፍስሃ ናትካ ሓጎስ እዩ ልዕሊ እዩ ዝምዘን እሞ ብዝተኻእለና መጠን ንሰብ ተሓጊዝና ንባዕልና ብገንዘብ ዘይትመን ብሚልዮናት ዘይመጽእ ሓጎስ ንኸስብ ከም ዘለና ክንርስዕ የብልናን ኣብ ጎንና ዘሎ ሰብ ካብ ዝመጸ ይምጻእ ሰብ ብምዃኑ ጥራይ ክሕገዝ ዘለዎ ተኾይኑ ክንሕግዝ ኣለና። እዚ ነገር እዚ ተዓብዩ እውን ዝሓሸ ሰብ፣ ዝሓሸ ሕብረተሰብ፣ ዝሓሸት ዓለም ንፈጥር እሞ ርሑስ በዓል ፋስጋ እናበልና ኣብ ጎንና ዘለዉ ሰባት ዝተፀገሙ ንሓግዝ ክንብል ንፈቱ። መልእኽቲ ዳህላክ ሪከርድስ እዩ። ንክልቲኦም ኣጋይሸይ ብጣዕሚ የመስግን። ርሑስ በዓል ደጊመ እብል። ንኹላትኩም ተዓዘብቲ ዳህላክ ሪከርድስ እውን ርሑስ በዓል።

ተኸታተልቲ ዳህላክ ሪከርድስ ናይ ሎማዓንቲ መደብና ኣብ ጎፋ መብራህቲ ሃይል ዝነበረ እዚ ይመስል ነይሩ ካብ ጎፋ መብራህቲ ሃይል ከም ንሪኣ ዘለና ፅቡቕ ኣብነታት ከም ዝወሰድኩም ክንኣምን ብፍላይ ድማ ካልኦት ኣብ ካልኦት ቦታታት ኮንኩም ሰብ ክትሕግዙ ትኽእሉ ዝሓሸ ኣመራርሓ ወይ ጥንክር ድበለ ኣካይዳ ተሃልዩ ንኻልኦት ንባዕልና ኮይና ንኻልኦት ዘይንኾነሉ ወላ ሓንቲ ምኽንያት የለን። ካብ ኣብ ጎፋ መብራህቲ ሃይል ዘለዉ መናእሰያት ከምኡ እውን እተን ድሕግዛ ከም ዝረኣናዮ በዓል ምሕረት ዳፋታ ካልኦትን ብዙሓት ተሓጋጊዞም ኣብ ጎኖም ዘለዉ ተፀገሙ ይሕግዝዎም ኣለዉ እሞ በዚ እውን በዓል ፋስጋ ብፅቡቕ እናሕለፍዎ ይርከቡ። ንስኹምን ኣብ ዝተፈላለዩ ወትሳት ኮንኩም ብጽቡቕ ተሕልፍዎ ከም ዘለኹም ንኣምን፣ ዳህላክ ሪከርድስ ኣብ ካልእ ብካልእ የራኽበና እናበለ ናይ ሎማዓንቲ ናይ በዓል ፋስጋ ኣብ መብራህቲ ሃይል ጎፋ ዝነበረ መደብ እዚ ይመስል ኔሩ ስለ ዝተከታተልኩምና ነመስግን ላይክ ሳብስክራይብ ሼር ኣይትረስዑ።